ከምቲ ዝፍለጥ ኣብ ዝሓለፈ ክልተ ሳምንቲ ኣብ ደቂ ኣንስትዮና ዘተኮረ መደባት ኢና ኣቕሪብናልኩም ነርና። ሎሚ ከዓ ምስ ሓፍትና ኣብነታዊት ጓል ኣንስተይቲ ቅሳነት ቴድሮስ ኢና ክነምሲ። ቅሳነት ሓፍተይ ጠፊእኺ ዮም ኢኺ ነርኪ ተዓዘብትና ከመይ ኣለኺ ከመይ ቀኒኺ? ንሓንዶ ሰላም ከመይ ኢልኩም ሰላም ይወ ፀፊእና ሕጭላ ዳርጋ ዓመት ዶ ኮይኑ ላስት የር ከምዚ ሕጂ እዋን ምስ ተዛረብና እወ ዓመት ኮይኑ ኣሎ
ይወ ጠፊእና ቀኒና ገለ ስራሕ ቀኒና እዚ ግን ናህለ ተመሊስና ኣለና ከመይ ኢልኩም
ቴንኪ ቅስነይ ካብ ዩጋንዳ ኮንኪ በፅለኪ ግዜ ምሓመሸት ነዚ ዕድሜና ኣኽቢርኪ ብምጻኺ ብሽመይን ብሽም ኣባላት ማህጸን ከመስግነኪ ይፈቱ። ቅሳነት ሓፍትና መቸም ብብዙሕ ትፈልጥዋ ትኾኑ ኢኹም። በለስ ብቡ ዝብል ቻነል ኣብ ዩቱብ ንደቅና ናይ ቋንቋ ትግርኛ እትምህር ቻነል ኣላታ። ከምኡ እውን ኣብ ናይ ቢቢሲ ካብተን ሚእቲ ብሉጻት ኣብነታውያን ደቂ ኣንስትዮ ብዝብል እውን ተመሪጻ ነይራ። ቅሳነት ሓፍተይ ግን እስከ ንምልላይ ዝኣክል ቅሳነት መን እያ? እስከ ተዓዘብትና ኣላልዮም ንእሽተይ ቅድሚ ናብ ክልተ ሕቶታትና ምእታውና።
እወ ኣብ ክንደይ ግዜ ንተላሊና እንዲና ግን ኣብ ካምፓላ ኣብ ሕጂ እዋን ኣብ ካምፓላ ዩጋንዳ ይቅመጥ መስራቲት ኣካይዲትን ናይ በለስ ውጉ ቻናል በለስ ውጉ ቻናል ከዓ ከምቲ መብዛሕትኩም ትፈልጥዋ ሶሪ ከም ኩልኹም ትፈልጥዋ ናይ መደብ ህፃናት ናይ ቆልዑ ስጋዕ ሕጂ እኳ መብዛሕትኡ ተኣትላ ነባለ ኣብ ቴሌፎን ኮል እንዳኣተዋ ከመይ ገይረ ጠጠው ከብልሃል ኤኒዌይስ ካብ ካብ ቪድዮታት ሕጂ ከዓ ዲስ ሞመንት ናብ መፅሓፍቲ ምስራሕ ቀደም መፅሓፍቲ ክንሰርሕ ከለና ዲዛይን ትገብሮ ንሓንቲ ዲዛይን ክትገብራ ኣዋርሕ ወስደልካ ገለ ነይሩ ሕጂ በቲ ሓድሽ ሓድሽ ትምህርትታት እንዳተኣታተና መፅሓፍቲ ጀሚርና ኣለና ማለት እዩ ብጣዕሚ ፅቡቅ እስከ ኣይኖ ብዙሓት ካብ ብዙሓት ዳታ ዓለም ኮይኖም ንበለስ ብቡ ዝከታተልዋ ላይክ ኣብዚ ደገ ዘለና ንብዙሓት ወለዲ እያ ትጠቕመና እስከ ብዛዕባ ቻነልኪ ንምንታይ ከ በለስ ብቡ ዝብል ሽም ህብኪያ እስከ ንእሽተይ
በለስ ቡቡ ቡቡ ቡቡ ጓለያ ብሽም ጓለዩ ካብ መጀመርያ ክንሓስቦ ከለና ኣይወንትድ ከም ሓሳብ ንቆልኡስ ክኸውን ብጓለይ ገለ ስለ ዝሓሰብኮ ሽማ ከእቷ ብጣዕሚ ዝደሊ ነይረ ልዕሊኡ ከዓ ናይ ኤርትራ እዩ ምኳኑ ከዓ ገለ ናይ ኤርትራ ፍልይ ዝበለ እንታይ ሽሙ ክህሉ ኣሎ እንታይ ክንብላ ኢና መሶብ ክንብላ መሶብ ከ ኣሎ ገለ ክንብላ ግን ዳሕራይ ሓንሳብ እንዳከድኩ እሞ ኣብ ዩጋንዳ ኣብ ቦዳ ከለኩ ያህዋን መፅያትኒ ኣብ ቦዳ ከልና በለስ ቡቡ ክንብላ ኢና ደዊ ኢለ ከይርሳ በለስ ቡቡ ኢና ክንብላ እዚኣ ሕጂ ከምኡ ኣዩ በቃ ናይ ኤርትራን ናይ ጓሌካ ናይ ቆልኡት መደብ ስለ ዝኾነ ናይ ክልቲኡ ሂዛ ኢና በለስ ቡቡ ኣውፅእ በለ ናይ ብሓቂ ብጣዕሚ ደስ ትብል ሽም እያ ቡቡ ኩሉ ግዜ እንሻሎ ደስ ትብል ናይ ቅፅል ሽም ንደቅኻ ክትፅውዓሉ ጥዑም ሽም እዩ በለስ ከዓ ተፈታዊ ፍሩት ኣብ ዓድና እዩ ኣብ ግዜ ሓጋይ ዝመፅእ ብቆልዑት ብዓበይቲ ኮታስ ብጣዕሚ እያ ደስ ትብል ሽም እያ በለስ ብቡ ክትብል ከለካሲ ዝኮነ ሰብ እዩ ደስ ትብሎ እቲ በለስ እውን ከምዝበልክዮ ብዓድና ከዓ ተፈላጢ ተፈታዊ መዝብ ምንፋኑ ማለት እዩ እስከ ከምዚ ቅድም ኣቢል ክትነግርኒ ዝፀናሕቲ ሕጂ ከዓ እቲ መደባት ኣብ ቻነል ብቪድዮታት ትገብርዮ ዝነበርክ ጥራይ ዘይኮነስ መፅሓፍቲ እውን ትሓትሚ ኣለኺ ክንደይ መፅሓፍቲ ኢኺ ሓቲምኪ ዘለኺ እንታይ እንታይ እዩ እንታይ ፍልልይ ዘለዎ ብፅንፃይ ዘተኮረ ድዩ ወይስ እቲ ቋንቋ ትግርኛ ምምሃርን ምዕባይን ዘተኮረ ድዩ ኣብ ምንታይ እስከ ብዛዕባ መፅሓፍኪ ንገርና

ወይ ኮኔክሽን ሎማዓንቲ ዝህል ኢሉ ዘሎ እተን መፅሓፍቲ ኣደ ሞመንት ክንደይ መፅሓፍቲ ሰሪሕና ኣለና ዓሰርተ ክልተ ዓሰርተ ክልተ መፅሓፍቲ ከም ምንታይና ሓሲብናየን ዘለና ዓሰርተ ክልተአን ናይ ሓደ ሲ ንወርሒ ዝከውን ትምህርቲ ንዓመት ንቆልዓ ክመሃርዎ ኢልና እንዲና ጀሚርና ካብተን መፅሓፍቲ ሕጂ እዚኣ መፅሓፍ ከምዚ እዩ ናይ ትግርኛ ናይ ኤርትራ መፅሓፍቲ ተሞርኪስና ጀሚርና ኣብ ርእሲኡ ከዓ እንታይ ወሲድና ኣለና ከም ስነ ምግባር ቆልኡት ስነ ምግባር ክመሃሩ ስለዘለዎ ብዛዕባ በጃካ እዚኣ ሕጂ በጃካ ን የቀንይልኝ ትብል ጌርና ካብ ስነ ምግባር ነጥብታት እንዳ መረጽና ዕዮታት ኣለዋ ሓፈሻዊ ፍልጠት እቲ ድበዝሓ ሓፈሻዊ ፍልጠት ኣብ ኤርትራ ዘተኮረ ኮይኑ ካልእውን እንዳ ሓወስና እዚኣ ሕጂ ኣብታ ሓንቲ መጽሓፍ ዘሎ ማለት እዩ እዚኤን ከዓ ትዝክርየን እንተኮይንኪ ፅፅዋይ ናይ ቀደም ነይረን ናይ ኤዞብ ማንቲለን ሕጂ እዚ ኣብ ደቅና ኣይፈልጥዎን እዮም ንህና ድኮነ ህጂ ንዓኽ ርኣይ ሰላም ተሓቲተኪ ትዝክርያ ተይለኪ እወይ ንምንታይ ኩላህና ቀደም ዝሓለፍናዩ ስለ ዝነበረ ሕጂ ካብዚኤን ከዓ ኣብ ኩለን ከምዚ ኣርባዕተ ሓሙሽተ ገፅ እንዳገበርና ከምዚ እንዳገበርና ኣእቲና ኣለና ሽኡ ካብ ፍላሽ ካርድ ጌርና ከዓ ትመም ወይ ቆሪፅካ ወይ ኣብኡ ከለካ ነጥቢ እንዳሓሰብና እዚኣ ናይ ወርሒ ኣብ ዓመት ዘለዉ ዓሰርተ ክልተ ወርሒ ንቆልዓ ሕጂ እዚ ቆሪፅካ ከም ፍላሽ ካርድ ላሚኔት ጌርካ ክትጥቀመሉ ዝክእል ማለት እዩ እዚ ከዓ ናይ ትሬሲን መላመዲ እዚኣን ሕጂ ቆልዓ ፅቡቅ ገይሮም ክላመድሉ መታን ኣብ ኩሉ ኢና መላመዲ ገይርና እየን ዳርጋ ኣብ ዓሰርተ ክልቲኤን ኣለዋ እዚኤን ከምዚ ገይርና ዳሕራይ ከዓ ከምዚ ገይርና ከዓ ከለሪን ፔጅ ገይርና ኣሎ ኣለና ኤቭሪ ኪድ እቲ ትምህርቲ ክትምህሮ ከለካ ናይ ትግርኛ ናይ ቋንቋ ንእሽተ ይምሃር ናይ ፅፅዋይ ኣለዎ፣ ግድላት ኣለዎ፣ ብዛዕባ ስነ ምግባር ትምህርቲ ኣለዎ፣ ስእልታት ትሬሲንግ ኩሉ ኣለዎ ማለት እዩ። እዚኣ ሕጂ እቲ መደብ ተተካኢላ ብወርሂ ክትውዳእ እንድዩ ኣብ ወርሂ ተደይ ተወዲኣ እዚኣ ምስ ተወደኣት ፓርቲ እንዳበልካ ፓርቲ ስሪ እንዳበልካ ኩለን መጻሕፍቲ ነናይ ባእለን ከምዚ ዝሓዛ ኣለወን። እዚ ቆልዓ ሕጂ እቲ መጽሓፍ ሒዝካዮ ክትከይድ ከለኻ ንውላድካ ኣብ ከለሪንግ ዘለዎ እንታይ ሽሙ ኣብ ቆልዓ ዘለዎ ፅልዋ ከለሪንግ ብጣዕሚ ብዙ ሰላም እዩ ንቆልዓ መጀመርያ ብህልፊ ክጅምር ከሉ ኢዱ ተተላሚዱ ኣብ መፅሓፍ እቲ ዝበለፀ እዩ ንቆልዓ ንክመሃር ገለ ክፈልጥ ሶ ከምኡ ጌርናየን ኣጌርናየን እዚአን እየን ዝመስላ እተን መፅሓፍቲ ይቕሬታ ፀኒሐ ክዝሓት ፀኒሐ ብጣዕሚ ፅቡቅ ናይ ብሓቂ ማለት እንታይ ካብ ዝኽሪ ፀኒሐ ሲ ምናልባት ከምቲ ቅድሚ ብቀዳማይ ክንዘራረብ ከለናሲ ኣብ ኣፍሪቃ ኮይንካስ ብዙሕ ነገር ክትገብር ትኽእል ኢኻ፣ ግዘ እውን ስለ ዘለካ ምህዞታት ኣሎ፣ እቲ ንስኻ ትደልዮን ክትገብሮን ትሓስብ እውን ግዘ ስለ ዘለካሲ ተግብሮ ኢኻ፣ ግን ኣብ ርእሲኡ ግን ኣፍሪቃ ከዓ ናቱ ብድሆታት ክህልዎ ይኽእል እዩ፣ እቲ ማታርያል ክትስእኖ ትኽእል እዚ ተርእኒ ዝፀናሕክሲ ኣብዚ እቲ ሃይ ስታንዳርድ ዝበሃል ብክቡር ዋጋ ገዚእና ኢና ንደቅና ከለሪን ድዩ ዝከምዚታት እቲ ስእልታት ስለዚ እንታይ ብድሆታት ዋላ እቲ ዘለዎ ኣወንታዊ ፅልዋታት ዘለዎ ንክትሰርሒ ግዘ ንክለኩስ እቲ ብድሆታት ከ ንከምዚ ንክትገብሪ ከ ኣነሲ ልክዕ ከምዚ ኣብ ላዕሊ ተማሂርኪ ብዛዕባ ናይ ቆልዑ ሳይኮሎጂ ኩሉ ፈሊጥኪ ትገብርዮ ዘለኺ እዩ በቃ እቲ ተርእይኒ ዘለኺ ስራሕሲ ኣብ ላዕሊ ሃይ ስታንዳርድ ዝኾነ እዩ እስከ ቁሩብ ኣደ ጥራይ ምዃን ዘይኮነሲ ብጣዕሚ ኣብ ቆልዑት ዘለኪ ርድኢት ኣፍልጦ ወይ ከኣ እንታይ ኣድልዮም ነዚ ክትገብሪ ዘበገሰኪ ካብቲ ናይ ኣደነት ውጽእ ኢልና ኢና ሕጂ ክነብል ኣብ ርእሲ ማለት ብድሆታት ዘጋጥመክስ ብምንታይ ኢኺ ከም ጓል ኣንስተይቲ መጥንሲ ናይ ብሓቂ ብዙሓት ኣብ ዝሰምዓና ዘለዋ ኣብ ኣፍሪቃ ከዓ ንዘለዋ ኣሕዋትና ማለት እዩ ፋውንዴሽን እዩ ክትገብሪ ዘለኺ ዋላ ናብቲ ካልእ ሃገር ትሰጉርዮ ዘለኽሲ ነዚ ኣጣጢሕክዮ ኢኺ ስለዚ እስከ ምስቲ ብድሆታትን ምስቲ ጸጋታትን ዘለኪ ኣወሃሂድኪ ንክትሰርሕሲ እንታይ እዩ ደሪኽኪ ናባኺ ስነይ
ኣለዉ ብኣምሆ ጅዚኣ ነጥቢ ኣልዒልና እያ ነርና ከምዚ እንታይ ኢለኪ ነይረ ኣብ ኣፍሪቃ ከለካ ንትደልዮ ነገር ንክትገብር ደሓን ኮይኑ ስማኣኒ ምክንያቱ ኣብ ደገ ምስ ወፃካ ኣብ ካልእ ምስ ከርካ ኣብ ሲስተም ትተሓዚካ እቲ ትረፎ ሰሊ ካብ ፍሮም ቢል ቱ ቢል እዩ ኣብዚ ግን ገገሌና ሃጅስ መብዛሕትኡ እዋን እቲ ድበዝሀ ብሓቂ ዘረባስ ኣብ ገዛ ኮፍ ኢልካ ኢካ ትኽእል ንኣምፁለይ ስደዱለይ ገለ እንዳበልና ኢና ንከይድ መብዛሕትኡ ኣብ ኣፍሪካ ደሎ ሓቂ ዘረባ ከምኡ እዩ ተመዊሉ እዩ ድከይድ ኣብዚ ኢኻ ከዓ እስካ ትደልዮ ናይ ሕልምካ ገለ ነገር ተግብር ትኽእል ኣብ ገዛ ኮፍ ኢልካ ገለ ክትጅምር ትኽእል መግቢ ትፈቱ ተኮይንካ ኣብ ገዛ ንእሽተ እንዳሰራሕካ ደሊቨር እንዳገበርካ ክትሰራሕ ክትጅምር ትኽእል ዲዛይኒንግ ትፈቱ ተኮይንካ ኣብ ላፕቶፕ ወይ ኣብ ናይ ዝኾነ ናይ መሓዛካ ላፕቶፕ ጌርካ ክትሰርሑ ትክእል ነገር ኣነ ከምኡ ብል በቃ ብጣዕሚ ብዙ ክትጅምሩ ትክእል ነገራት ሲ ኣብዚ ኮይንካ ክትጅምሩ ይቀልል ቢካዝ ዊ ሃቭ ደ ታይም እቲ ግዜ ስለ ዘለና እንጂ ንህና መብዛሕትኡ ብገለ ሓልፍ ገለ ናይ ፕሮሰስ ጥራይ ክፅበ ገገሊኡ ሰብ ሕጂ ዋይ ኣነስ ካብዚ ዓዲ መውፅኢ ጥራይ እምበር ገለ ብለካ ምሽ ክትወፅእ እኮ ኢካ ኮይኑ ኣይኮነን ሰለስተ ዓመት ዲካ ተፀቢካ ሓሙሽተ ዓመት ዲካ ተፀቢካ ወርሒ ዲካ ተፀቢካ ክትወፅእ ኢካ ግን ንምንታይ ነታ ግዜ ከ ዘይትጥቀመላ እጃ ከምኡ ክትጥቀም ተደሊካ ከዓ እንታይ ካ ትገብር ደለካ እቲ ናትካ ፓሽን ዝኮነት ናትካ ሕልሚ ዝኮነት ነገር ክትጅምር ኣለካ ቢኮዝ ግዜ ኣለዎ ብድሆ ኣለዎ ሓቂ ዘረባ ብዙሕ ብድሆ ኣሎ ካብ ኢንተርኔት ጀሚርካ ሕጂ ሎ ምሸት ዘምሰናዮ እምበርከስ ከእትወኒ ድዩ ገለ ስጋዕ ድዩ ግን ንኡ ገዲፍካ ከዓ ኣብ ጎኑ ክትሰርፎ ክትገብሮ ትክእል ነገር ማእለያ የብሉን እቲ እናተይ ትብሎ እቲ ህልመይ ትብሎ ነገር ሲ ኣብ ከምዚ ዓይነት ቦታ እዩ ከዓ ክትጅምሩ ትክእል ወይ ይሃፍልታይም ኣነ እናተይ ኣረኣያስ ከምኣ እዩ
ናይ ብሓቂ ማለት ንሱ እንድዩ ነቲ ኣብ ብፍላይ ኣብ ኣፍሪቃ ዘሎ ናብ ካልእ ሃገራት ክሰግር ናብ በዓል ኣሜሪካ ካናዳ ኤውሮጳ ሲ ከምዚ ዓይነት ባይታ ንርእሱ ዋላ እውን ክባላሓ ክፋት ክፈጥር ከሎ ዝኾነ ነገር ይመሃር እዩ ዘሎ ስለዚ ኣብዚ ምስ መጸ እውን ነቲ ሒዝዎ ዝመጸ መሊሱ ፎቋዕ ከዕብዮ ይኽእል። ንዕኡን ናይ ተሞክሮ ስራሕን ኣፍልጦን ገይሩ ስለ ዝመጽእ ዘሎ ናይ ብሓቂ ኣገዳሲ ዝኾነ ነገር ኢኺ ተልዕሊ ዘለኺ። ብዙሓት መንእሰያትና እውን ካብዚ እስኺ ትገብርዮ ዘለኺ ክመሃሩ ስለ ዝኽእሉ። ኣብዚ ክትሓትት ጸኒሓ ሓንቲ ሓፍትና ኣበይ ክረኽቦ ይኽእል ነቲ መጽሓፍ ትብለክላ ከምኡ ውን ናይ ብሓቂ በለስ ብቡ ደቀይ ብጣዕሚ እየን ዝፈትዎ ንፍዕቲ ሓፍትና እያ ትብል ዘላ እቲ ስእልታት ክሪኦ ከለኹ ነዚ ክትገብርከ እንታይ ዓይነት ማቴሪያል ክትጥቀሚ ነዘን መፅሓፍቲ ክትስእልዮ ዲዛይን ክትገብርዮ ከለኺ ምናልባት ናብ ከምኡ ድሌት ዕላማ ፓሽን ንዘለዎ ሰብሲ ኣነ ይክእልኒ ኣብ ኣፍሪቃ ስለ ዘለኹ ወይ እውን ኣብዚ ኮይኑ እውን ኣብ ኣፍሪቃ ጥራይ ይኮን እውን ኮይንካ ኣይኮንካን ኣብዚ ኮይንካ እውን ነቲ ዘለካ ክእለታት ተፈጥራዊ ሞያኻ ሲ ክትሰርሕ ከምደይ ትኽእል ኮይኑ ዝስምዓካ ኣሎ እስከ ቁሩብ ንሓገዝ ንምንቲ ክኾኖ ክባራትዑ ምእንቲ እንታይ ኢኺ ድሕጊ ጸሊም ዲኸ ንክገብሮ ኣብዚ ሓንቲ ከርእየኪ እሞ ሰላመይ ኣጋጣሚ ከማን ሼር ክገብላ የለ ደኮንኩስ ኣብቲ ኮምፒውተር ፀኒሓትኒ ብኣሞስ የፀራር ነይረ ቅድም ከምዚ ዝበልኩኪ ካብ ሕጂ ዘይኮነ ካብ ቅድም ደ ክሰርሑ ደሓስብ ነይረ እዚኣ ብኣሞ ብላ ዲዛይን ንገብራ ነበረ ርእያ እዚኣ እዚ ስንድሬላ ምሽ
እዚ ቅድም ቅድሚ ናይ ኤኣይ ምምፅኡ ኢና ዲዛይን ንገብሮ ነርና ነዚ ሽፎን ክንሰርሕ ከምዚ ጌርና ፕላንክ ነምፅእ በቃ ክንደይ ድወስደልና ነይሩ እንታሽ ደየለ ከሎ እቲ ማቴሪያልስ ከምዚ ቀንዲ ደየለ ከሎ እዚኣ ናይ ስንድሬላ ስቶሪስ ከምዚ ጌርና ሰሪሕናዮ ነርና እጂ ንኩለን እንታይ ኢና ንገብረለን ነርና ናይ ሓበሻ ክዳን
ናይ ሓበሻ ክመስል ኢልና ናይ ሓበሻ ክዳን ኢና ንገብረለን ነርና በት ህጂ ኣብዚ ዘለናዮ እዋን ኤኣይ ኣሎ ኣርቲፊሻል ኢንቴሊጀንስ ማለት እንዲ ብኤኣይ ክትገብሮ ትክእል ነገር ከዓ ማእለያ ይብሉ ከምቲ ክእባኣምሆ ኣነ ንስክና እለሎ ድነበርና ሰላመይ ብኤኣይ እትስ ከም ዲስክራይብ ምግባርካ እናትካ ይበቃ ከመይ ኢልካ ስኻ እንታይ ሽሙ ትብል ራይ ህጂ እዚ ቴክሲ ብጣዕሚ ውህድ ውህድ ግዜ ደወስተልካ እነዚኣ ክትሰርሕ እስስ ኣብቲ ንዓኻ ከዓ እቲ ዘድልየካ ነገር ሲ ትትደልዩስ ምግላፅ እዩ ህጂ ናይ ንዓይ ኤኣይ ከመዩ ገለሉ ብዙሕ ሰብ ከመይ ትሰርሕዩ ገለሉ ይሓተኒ ምሽ በቃ ኣብዚ እዚኣ እዚኣ ፓርት ፕሮምፕት እያ ትበሃል ፕሮምፕት ትደልዮስ ትፅሕፉ ነቲ ኣብ ኤኣይ ህጂ እንታይ ፅቡቅ ነገር መፅዩ ዘሎ ኣብ ውሽጢ ዘሎ ፅቡቅ ጌርኪ ተገሊፅኪዮ ኩላ ከምዚኣ ጌራ ትመፀ ራያ እዚኣ ኤርትራን ፕሪንሰስ ሉክስ ላይክ ኤልሳ wearing a white dress with emerald ሕጂ everything explain ንመን ክትመስል ደሊኪ ኣለኪ እቲ ክዳና ቀይህ እዩ ራእይ ኣብዚ እዚ ቀይህ ተኮይኑ ቀይህ ክዳን ጫፍ ጫፍ ቀይህ ትብሊ እዚ እንቂ ገይራቶ ደላ ቀጠልያ ከምኡ ክትብል ከለካ ከምኡ ዓይነት ዲዛይን ንገብረልካ ዳህራይ ቀስ እንዳበለ የፅናዓካ እዩ ኤኣይ ከምዚ እዩ እንዳተምሃረ ካባክ ስለ ድከይድ እንዳተቀየረ እንዳተቀየረ ህጅ ክንሰርዎ ንክእል ብናይ ኤኣይ ሲ ክበዝህ ክበዝህ መዓት እዩ ክነግረኪ ይክእልኒ ብሕልፊ ብህልፊ ኣብዚ ዘለናዮ ዲፓርትመንት ከዓ ኣብ ናይ ሜድያ ከዓ ነገራት እንዳቀለለ እንዳቀለለ እዩ ክመፅእ ዝኽእል ኣነ ብካልእ ዝከታተሎም ወይ ካልእ ዝመሃሮም ትምህርቲ ድሪኦም ደለኹስ ዓለም ኣብ ካልእ እዩ በፂሑ ዘለዎ ኣብዚ ጉዳይ ብኤኣይ ማለት እዩ ድሰርሑ ዲዛይን ድገብሮ ሎጎ ኩሉ ነገር ዋላ ናይ ገዛ ዲዛይን ብሉ ፕሪንት ክተውፅእ ትክእል ዋላ እቲ ሊትራሊ ኤቭሪቲንግ ኣብ ሂወት ኣብ ሕጂ እዋን ብኤኣይ ክትገብሮ ትክእል ኢካ ቢኮዝ ነገራት እንዳተቃለለ እንዳተቃለለ እዩ ዝመፅእ ኦፍኮርስ ንብዙሕ ሰብ የፍርሆ እዩ ኤኣይ ሲ ካልእ ነገር ክገብር እዩ ካልእ ነገር እወ ግን መጺኡ ከምዚ ተመጺኡካ ከመይ ክትጥቀመሉ ከመይ ህይወትካ ክተቃልሎ ክትፈ እትስናት ንህና ስለ ድፈራሕናዮ ክንሃድሞ ንክእል ማለት ኣይኮኑ ኣብ ህይወትና ናይ ግድን እዩ ድኣቱ ደሉ ኣብ ህይወትና ናይ ግድን እዩ ድመጽእ ዘሉ ሰብ ብኤኣይ ዝትክኣሉ ዘሎ ዘመን ኢና ዘለና ብናይ እንታይ ሽሙስ ቪድዮ ካሜራ ክተርፍ ገለ ክተርፍ ብዙ ነገር ክተርፍ እዩ እንዳ ከደ ከሎ ኣብቲ ብሕልፊ ብሕልፊ ኣብዚ ዝሰርሑ ዘለኹ ስራሕ ማለት እዩ ሕጂ ዝመፅእ ተሉፍ ዋይ ናት ዩዝ ኢት ዋይ ንምንታይ ንሕና ኣብቲ ናትና ጥቕሚ ዘይነውዕሉ ገዛ ኩሉ ብሉ ፕሪንት ሕጂ ሰላሚ ብኤኣይ ዲዛይን ክትገብሮ ትክእል ኢኻ ኣብ ውሽጢ ደቃይቅ ክንድምንታይ ስራሕ ሰብ ድሰርሁ ዝነበረ ክንድምንታይ ግዜ ዝወስደልካ ዝነበረ ናተይ ህጂ ክትርእየን ጸኒሕኪ ምሽ ነታ ስንድሬላ ነታ ክዳን ፓተርን ቀዲድና ኣምጺና ኣብ ፎቶሾፕ ወሲድካ ክዳን ነቲ ህብሪ ለኪካ ነታ ፓተርን ኣብ ጫፍ ነልግባ ከምኡ እንዳገበርና ሽህን ሚእቲን ግዜ እዩ ዝወስደልና ነይሩ በት ራይት ናው ኣነ ክገብሮ ዘለኒ ሲ ነቲ ኣብ ውሽጠይ ዘሎ ክገልፆ ጥራይ ዘለኒ ሶ ኣብ ኢንጂነር ክጥቀመሉ ክእል ኤኒባዲ በቃ ኣብ ድኮነ ስራሕ ክነእትዎ ንክእል ነገር ተሎ ኤኣይ ሓንቲ ብኣምሆ ቪድዮ ይርኢ ነይረ ውፅናት ከምዚዩ ኢልካ ትፈር ይመፅእ ኣሎ መፅእ ተሎ ከዓ ተጠቀሙሉ ኣብቲ ድሰርሆ ብኣምሁን ኬክ ትሰርሕ መሃዛ የላስ ከምኡ ብላ ነይሪ you know you can design your cake ኣብ እንተሽሚልያ ኣብ ኤኣይ ኬክ ዲዛይን ግበረለይ ኢልኪዮ ክንደይ ኬክ ይመፀኪ ዲዛይናት ክንደይ ስእልታት ይመፀኪ ሽኡ ንኡ እንዳተከተልካ ከዓ እቲ ናትካ ዲዛይን ናትካ እንታይ ሽሙ ኣፕግሬድ እዩ ክትገብር ምስ ዓለም ደሎ ክትወዳደረሉ ትክእል ደረጃ እዩ ሓንሳብ ሓንሳብ ሕጂ እቲ ክእለት ከሎ እቲ ኣብ ውሽጢ እቲ ሓሳብ ስለ ደይመፀልካ ነታ ሓንቲ ዘላትካ ደጋጊምካ ደጋጊምካ ተምጽኣ እሞ ዋላ ኣብ ፀጉሪ ቁኖ ዋላ ኣብ ዲዛይን ዋላ ኣብ ናይ እዝኒ ነቲ ሓደ ሰብ እቲ ድፈትዎ ነገር ክክተለሉ ዝኽእል ቦታ ኣነ ናይ ቆልኡት ስለዝኾነ ተገዳስነተይ ኣብ ናይ ቆልኡት ዘውዕሎ ዘለኹ ግን ኣብ ክንደይ ክንደይ ክኣቱ ዝክእል ነገር እዩ ኣንድ እዚ ክንጥቀመሉ ዘለና ኮይኑ ዝመኣንና እዩ ናይ ብሓቂ እወ ካብ መፀሲ ስጋዕ ብግቡእ ጌርካ ብርድኢትን ብኣፍልጦን ንፅቡቅ ከዓ ስጋዕ ትጥቀመሉ ዘለካ ሲ ናይ ብሓቂ ከም ዝፍለየሉ ፀናሕቲ ግዜኻ እንድሕር ደኣ ዝቕንሰልካ ኮይኑ እሞ ዝሃብካዮ ሓሳብ ከዓ ከም ስእሊ ገይሩ ደምፀልካ እንተኮይኑ ሲ ብጣዕሚ ካብዚ ዝዓቢ ነገር ሲ እንታይ ኣሎ ብፍላይ ከዓ ኣይቲንክ ንዓና እዚ ናይ ኣባ ጋብዮን ማንቲለን ሲ ንፈትዎ ኩላህና ኣብ ትምህርቲ ክንመሃር ከለናስ ንፈትዎ ዛንታ እዩ ሕጂ ምልስ ኢለ ክዝክሮ ከለኹ ሲ ምሽ ኣሎ ከምዚ ብርሳስ ዝተሰኣለ ስእሊ ኣጋብዮ ደቂሶ ከሎ ገለ እዩ ሕጂ ስእሊ ክተርኢ ከለኹ ብጣዕሚ እዩ ደስ ዝብለካ በቃ እሱ ከዓ እንታይ እዩ ኣብዚ እንዳዓበናሉ ትኸደሉ ዘላ ዓለም እሞ ከኣ ደቅና ከኣ ሕብሪ ፍላወር ዘለዎ ፊልድ ኮነ ምስቲ ስታንዳርድ ናይቲ ዝነብርሉ ዘለዉ ሃገር መጽሓፍቲ ናይ ዓዶም ብናቶም ሕብረተሰብ ዝተሓተመ ክርእዩ ከለዉ ንዕኦም እውን ፍናኒ ክስምዖም ደስ እዩ ክብሎም ስለዚ እዚ ጥራይ ዘይኮነ እውን ካልእ ታሪኻት ንሕና ፅንፅዋ ይመሰለ ከም ሹር ጌርኪ ትገብርዮ እውን ኣብ መደብ ከም ዘለኪ ይኣምን እየ ካልእ ኸኣ እቲ ናይ ነዊሕን ሓጺርን መደባትኪ ዘሎ ብቕርቡ ንእሽተይ ቪድዮ እውን ርእየ ነይረ ናይ ትምህርቲ ኣብ ዝተፈላለየ ቦታታት ኣብ ዩጋንዳ ጀሚርኪ ኣለኺ እዚ ኸ እስከ ንገርና እሞ ኣብ ካልእ ክተስፍሕዮ እውን መደብ ኣለኪ ድዩ እንታይ እቲ ናይ ሓጺርን ናይ ነዊሕን መደባትኪ

ኩለን ሕጂ እዚ እንታይ ሓሲበ ከምዚ ንኣይን ንኣኽን ንዛረቦ ዝፀናሕና ኣብ ፅፅዋይ ክትብል ከለኻ ኣብ ገለ ክትብል ከለኻ ትዝክሮ ሲ ብዙህ እዩ ሙሽ ንዓካ ሕጂ እንታይ ጥራይ ክነግረክ ነይርኒ ዘኪርካያ ሰላመይ ናይቲ ኣባ ጎብዬን ምስ በልኩኺ ኣብኣ ከላ መጺኣ ትልኪ ንምንታይ ቢኮዝ ስለ ንፈልጦ ኢማጅን ከምዚ ዓይነት ነገር ከዓ ንኩሎም ደቅና ኣብ ኩሉ ቦታ ክንፈጥረሎም ተንክእል ፅባህ ንክዋላ ሶም ክዛረቡ ከለው ከዕልሉ ከለው እዋ ኣይታን ኣባይ ጉብዬ ትዝክራዶ እዋ ኣንዳ ካምፓላ እንዴ ኔሪ ኣው ኣነ እኮ ኣብ ማንቸስተር እየ ኔሪ ኣነ ኣብ ከምዚ እትሰ እትሰ ር ክሬቲንግ ከምዚ ንኦም ሓደ ኮመን ዝኮነ ነገር ኢካ ትፈጥረሉ ሕጂ እንታይ ክገብር ክእል ኢለ ሓሲበ ኣነ እዚ ነዚኤን መጽሓፍቲ ተጠቂምና ሲ ኣብ ድኮነ ቦታ ኣብ ኩሉ ከባቢ
እወ
ኣብ ድኮነ ሲ ኣብ ኩሉስ ዓሰርተ ክልተ እየን ድልዋት እየን ዘለዋ ንመምህር ክህግ ዝክእል ንተምሃራይ ክህግ ዝክእል ኢለ ዝሓሰብዎ ሜቢ ልክዕ እንታይ ሽሙ ክኸውን ኣይክእልን ግን ከምኡ ኢለ ዝሓሰብዎ ሕጂ ኣብ ድኮነ ቦታ ክምህር ደልዩ ሰብ ነዚ መፅሓፍቲ ወሲዱ ንገዛካ ጥራይ ንሓደ ውላድካ ጥራይ ደይኮነስ ሓደ ሓንቲ ደ ሕጂ ኣብ ጎረባብቲ ደሎ ሓደ ዓሰርተ ኢስራ ቆልኡት እከባቢላ ክትምህር ተደልያ ነዚ መፅሓፍቲ ዋላ ኣብዚ ካምፓላ ጀሚርና የደለና ሕጂ ልክዕ ከምኡ ኢና ኣብ ክልተ ሰለስተ ቦታታት ተዘራሪብና ንህና ደይኮናስ ፓርትነርስ ኢና ጌርና ንሶም ነዚ መፅሓፍቲ ወሲዶም ቆልኡት ነቶም ኣብቲ ገዛውቶም ዘለዉ ቆልኡት እሲ ክምህሩ ኢልና ኢና ኣቢልና ዋላ ከምቲ ናተይ ሓሳብ ከዓ ኤኒዌር ኣብ ዓለም ኮይንካስ ዝኾነ ኤርትራዊ ከምኡ ኢልና ክጅምር ክምህር ዝክእለሉ ቦታ እዩ ኮይኑ ዝስማኒ ኣብኣ ከለኮ እጂ ናብ ምንታይ ክነግረክ ገሌ ኣብ ሓንቲ እንታይ ጀሚርና ኣለና በይት ከያ ኦኬ ታዙ ታዙ መውፅእያ መስለን ሊንክ ክሰደልክሞ ከም ብሓድሽ ሰላመይ ሼር ክገብር ክብል

እዚ ዌብሳይት
እዚ በለስቡቡ ዶት ኔት ወይ በለስቡቡ ዶት ኮም ንሕጂ በለስቡቡ ዶት ኔት ኢላያ ዘላ እዚኣ ዌብሳይት ኣብዛ ዌብሳይት እዚኣ ኩሉ መፅሓፍትና ይርከብ እዩ ከምዚኣ ኣብ ሾፕ ኬድካ ኣብ ድኳን ኬድካ ኩለን ተን ትደልየን መፅሓፍቲ ክትረክበን ትኽእል ኢኻ ኣብኡ ከሎ ቲሸርት ቦርሳ ናይ በለስ ውቡ ጌርና ኢና እና ኣለዋ ከም መፅሓፍቲ ስጋ ዓስራይን ወፅኤን ደለዋ ብዘይ ብኡ ናይ ኣልፋቤት ናይ ፊደላት ትግርኛ ናይ ዓለም እንስሳታት ዝብል መፅሓፍቲ ብምሉስ ዓሰርተ ክልተ መፅሓፍቲ ሬዲ ደለዋ ክወፃ ብላ ማለት እዩ እዚ ሕጂ ናብታ ካልኤቲ ሞ ከይድ እዚኣ ከኣ እታ ካልኤቲ እዚኣ ትርእያ ደለኪ ለርን ትብል ከኣ ቤት ትምህርቲ ናይ በለስ ጉጉ እጂ እዚ ቤት ትምህርቲ ከመይ ና ሓሲብና ደለና ንህና ከም ንሕና ከም በለስ ንበይንና ክንጥቀመሉ ደይኮነ ድኮነ ክምህር ዝደሊ ሰብ ኣብዚ መፅኡ ኦንላይን ክላስ ክትከእል እዩ ሓንቲ ሓሲብ ነይርልና ካልኣይ ካብቲ መፅሓፍቲ ኣብኡ ፍሪ ፒዲኤፍ ክንገብር ኢና ናይ ነፃ ናይ ቆልኡት ከምዚ መስኣሊ ዝኾነ ኢቡክስ ገለ እሱ ንዘርውደልና ኣብ ቀረባ እዋን ነውፅ እዩ እዚኣ ግን እዚኣ ዌብሳይት እንታይ ሓስብ እያ ደለኹ ንኩሉ ስትጥርንፍ ሓደ ክስርሕ ደልዩ ኣብ ስዊድን ኮይኑ ክምህር ተደልዩ ኣብኣ ከይዱ ክምዝገብ ይክእል ተመዝጊቡ ከዓ ምሳና ተረዳዲኡ እቲ ዘድልዮ ማቴሪያል ገይሩ ቆልኡት ክምህር ይክእል ዋላ ናይ ባዕሉ ከዓ ትምህርቲ ተለዎ ናተይ ጥራይ ኣይኮነን ናይ ሓሳብ ናይ በለስ ህቡ ናትና ቲም ጥራይ ዘይኮነስ ሰላመይ ስኪ ከምዚ ገይረ እኮ ኣነ ቆልኡት ክምህር ክእል ኢልኪ ንቆልኡት ፅቡቅ ተኮይኑ ናይ ኮርስ ናይ ባዕሉ ክጅምረሉ ዝክእል ከዓ ቦታ ጌርና ኢና ሶ እቲ ሰብ ባዕሉ ኮርስ ጀሚሩ ኣብኡ ሰቡ ገይሩ እንዳተረዳድኡ ክመሃሩ ክእሉ ኣት ዘ ሴም ታይም ነዚኣ ናይ መፅሓፍ ናይ ላይ እንታይ ሽሙ ከዓ እንታይ ሓሲበ ናይ በለስ ብጉ ናተይ ሕጂ ኦሬዲ ን ዓሰርተ ክልተ ናይ ትምህርቲ ክልተ ከዓ ኣለዋ ኦን ዘ ወይ ከዓ ድወፅ ኣለዋ ናይ ፅፅዋይ ገለ ነዚአን ናይ በዓል ማንቲላ ገለ ንበይነ ንሰርሐን ኣለኹ ከም ፅፅዋይ ግን ናተይ መፅሓፍቲ ጥራይ ደይኮነ ከዓ ድኮነ መጽሃፍ ድሰርሀ ናይ ቆልኣ ምክንያቱም ኣብ በለስ ቡቡ ሰብ መጽእ ተሉ ናትና ጥራይ ደይኮኑስ ናይ ኩሉ ሰብ ክረክቡ ተኪኢሉከ እቲ ዝበለጸ ነገር ክከውን ክእል ሰው ኣነ ኣም ዊሊንግ ድኮነ ሰብ መጽሃፍ ጽሒፈ ኣለኩሞ ክሸይ ደሊ ተይልኒ መጽዮ ኣብዚ ናትና ክነእትዎ ቦታ ኣዳሊናልና ዩ ጀስት ሬጅስተር ገብሩ ከም ቬንደር ኣትዮም ናቶም መፅሓፍቲ ኣብቲ ናይ ፐብሊሽን ምስቲ ናትና ንገብሮ ተረዳዲእና ኣብኡ ነውፃሉ ሶቲ መፅሓፍቲ ኣብ ዝረክቡ ማለት ላይብራሪ ሽኡ እንታይ ትከውን በለስ ብቡ ከም በለስ ብቡ ላይብራሪ ትከውን ቆልዓ ናይ ቆልዓ መፅሓፍቲ ናይ ትግርኛ መፅሓፍቲ ደሊካ ትረክበላ ቦታ ትከውን ማለት እዩ እዚ እዚኣ ዌብሳይት እዚኣ ዌብሳይት ከምኡ ተሓሲበ ተሰሪሓ ዓቢ ራእን ዓቢ ሕልምን እዩ ናይ ብሓቂ ከኣ ኦረዲ ትገብርዮ ብግብሪ ስለ ዘለኺ ኣይ ቲንክ ሓፍትና ትሓትት ስለ ዘላ ኣብቲ ኮመንት ሴክሽን ፒን ክገብሮ እቲ በለስ ቡቡ ኔት በዚኦም በለስ ቡቡ ዶት ኔት ዶት ኔት እወ
ሜቢ ሎም ኣንቲ እንታይ ሽሙ ተደይልዋ እቲኣ ቴሌፎነይ ግበርላ ክትፅሕፈለይ ትክእል ኣብ ዋትሳፕ ወይ ኣብ ናትና ናይ ፌስቡክ እንታይ ሽሙ ናብ ፔመንት ጌትዌይ ንኣርዩ ኢና ዘለና ግን እዚአን ኩለን ወዘን ፊው ደይስ ንመሸጣ ቅሩባት እየን
ያ ናይ ብሓቂ እስከ ካብ ተዓዘብትና ኮመንት ከለኻ ብጣዕሚ ንፍዕቲ ኢኺ

ንደቅና ባህሎም እያ ትምህሮም ዘላ ትብል ኣላ ናይ ብሓቂ እዩ ምክንያቱ እቲ ተርእና ፀናዕቲ ናይ ሴንድረላ ሲ ብናይ ባህልና ክዳን ናይ ብሓቂ ኣነ ደስ እዩ ዝብለኒ ክሪኦ ከለኩ እዚ ናይ ተምፅዮ ዘለካ ኣርት ስእልታት ናይ ደቂ ኣንስትዮ ናይ ዝተፈላለዩ ዘመናውን ባህላውን ክዳን ተኸዲነን እሞ ከዓ ብፅንፅዋይ ኮይኑ ከዓ ከምኡ ክመፅእ ከሎ ካብ ካብ ናይ ካልእ I'm sure ካብቲ ናይ ሕጂ ቪድዮታት ትገብርዮ ዘለኽ ውን ንርእዮ ኔረ ብናይ ባህላዊ ክዳን ተኸደኑ ልክዕ ዋላ እቲ ምስሊ ናይ እቶም ቆልዑት ውን እንዳተቀየረ ሕጂ ቅድሚ ሕጂ ቁሩብ እንታይ እዩ ኔሩ እቲ ገጽ ናይ ስብሰባ ሓበሻ ይመስሉን ጽቡቅ ትግርኛ እንዳተዛረቡ ናይ በለስ ግቡ ናይ ጸዓዱ እታ ናይ ጻዓዲ እዩ ዝመስል ናዓና ዝመስል ይብል ነይሩ ሕጂ ግን ትገብርዮ ዘለኺ ናይ ብሓቂ ንዖኦም ዝመስል ንዖኦም ሪፕረዘንት ዝገብር ካብ ክዳን ጀሚርካ ካብቲ ምስሊ ጀሚርካ እቲ ኣብ ርእሲኻ እቲ ቋንቋ ናይ ኣዲኦም ትግርኛ ምባልሲ ዓቢ ነገር ኢኺ ትገብሪ ዘለኺ ቅሳነት ሓፍተይ ኣብዚ ንትሰምዑ ዘለኹም ክብራት ተዓዘብትና ናይ ቴሌፎን መስመርና ክፉት ስለ ዝኾነ ብቐጥታ ንቅሳነት ሓፍትና ርእይቶ ወይ ሕቶ ወይ ብሞገስ እንድሕር ኣለኩም ኮይንኩም ደዊልኩም ክትረኽቡና ትኽእሉ ኢኹም ብቐጥታ ናብ ዋትሳፕ ዳርጋ ግዜና እውን እንዳ ወዳእና ስለ ንሕድ ዘለና ክሱን ሓፍተይ ቅድሚ ናብራ ስጋዕ ዝድውሉ ቅድሚ ምውዳእና ግን እስከ እትብልዮ እትደሊ ንብፍላይ ከዓ ንወለዲ ማለት እዩ ብፍላይ ከዓ ኣብ ስደት ንዘለና ንደቅና እንታይ ኢና እንታይ ኢና ክንገብር ዘለና እቲ ቻለንጅ ይኹን መቸም ንዓኹ እውን ኣይጠፍኣክን እዩ ካብ ሃገር ክወፂኺ ኣብ ዩጋንዳ ስለ ዘለኺ እስከ ንገርና እንታይ ቋንቋ ናይ ኣዴና ንክንምህሮም ንደቅና ሲ እንታይ ኢና ክንገብር ዘለና እስነይ ናባኺ

ኣነ ብስራሕ ቢዚ ነይራትና ሓጋዚት ከዓ ዩጋንዳዊት ኢንግሊሽ ትዛረባ ገለ ኣብ መንጎ ህጂ ጠፊኣ ነይራ ሕጂ ስድራይ መፅኦም ኣለዉ ምሳይ ኣለዉ ኣብዚ ሕጂ እዋን ምስኦም ናይ ግድን ኣማራፂ ከም ደየለ ስለትፈልጥ ብሕልፊ ምስ ኣደይ ኣማራፂ ከም ደየለ ስለትፈልጥ ዋላ ቆርጠምጠም እንዳበለት ትግርኛ ይትዛረባ እንታይ ድዩ ኣባየ ኣነ ክደሊ ከለኹ እዚ ግን ሕጂ እንታይ ሓንቲ እንታይ ተረዲኣትኒ ንውላድካ ትግርኛ ክትምህሮ ትኽእል ብቪድዮ ብመፅሓፍቲ ጥራይ ዘይኮነ ኮምፕሊትሊ ብትግርኛ ጥራይ ትዛረቡ እሱ ብድመለሰ መልሰልካ ቅድም ንስኻ ብትግርኛ ጥራይ ክትዛረቡ ኣለካ በቃ እወ እንታይ እዩ ብእንግሊሽ ክዛረቡ እንታይ ማለት እዩ ሕጂ ብሓይሊስ የውፅዎ እዮም እቲ ቃል ከዓ ገርመኪ ከመይ ኣብ ውሽጦም ኣሎ ስለ ክሰምኦ ዝኣበዩ እስካ እንዳ ተዛረብካዮ ገለ እቲ ስለ ድቀለሎም እዩ ናብቲ ዝከዱ ደሎ እጅ ታድበ ለጸት ነገር ንውላድካ ትግርኛ ቋንቋ ክትምህሮ ኣብቲ ገዛካ ድሰምኦ ዝበዘሀ ቋንቋ ትግርኛ ክከውን ኣለዎ ብዘይ ምግናን ከምኡ ተኮይኑ ኣብ ውላድካ ክንድምታይ ለውጢካ ክትርኢ ዩ ሃቭ ኖ ኣይዲያ ኣብ ገዛ ትዛረቡ ኣብ ገለ ትዛረቡ ኣብ ደገ እቲ ቋንቋ ምፍላጥ ከዓ ህጂ ሰብ ንምንታይ ኣብዚኣ ሰሙን ክልተ ሰሙን ሲ ብዙ ከምኡ ሕቶ መፂኒ ንምንታይ ኤርትራ ኤርትራ ክትብል ስከዓ ገለ ኢለና መህቢ እዮም You have to know እሱስ ማዘር ታንግ ንዓኪ ዋላ ኣብ ደይከውን ቦታ ጠፊእኪ it's where you belong ኣብቲ ትነብረሉ ናትካ ኣብ ውሽጥካ ዘሎ ነገር እዩ ከመይ ክከውን እዩ ንውላድካ ትግርኛ ትምህሮ ተኮይንካ ንውላድካ መንነቱ ትምህሮ ተኮይንካ ንውላድካ ሱር ተትህዞ ተለካ ቤዝ ተትህዞ መሰረት ተትህዞ ተለካ ዩ ሜኪንግ ደም ስትሮንግ ጠንካራ ቆልኡት ኢካ ተፍሪ ዘለካ ከይዶም ኣብ ድከዱ ከይዶም ኣይጠፍኡን እዮም ንስኪ ሰላም ህጂ ኣብ ማንቸስተር ስለ ደለኪ ማንቸስተር ኣነኮም ኢንግላንድ ብሪቲሽ ኣይትብልን ኢኪ ኤርትራዊት እየ ክትብሊ ኣብቲ ክትዛረቡ ክትደሊ ከለኪ ናብ ትግርኛ እዩ ክትነጥቢ ኬድኪ ምስ ሰብኪ ክትርኢ ከምዚ ህጂ ክትብልዮ ፀናሕኪ ምሽ ዋላ ንኦም ዝመስሉ ቋንቋኦም ናይ ሓበሻ ክዳን ክርኢ ከለኩ ደሲ ህጂ ብኣሞታ ኣካት ሰርሄ ምሽ ኣብ ናይ ኤኣይ ምስ ክንደይ ሰብ ውይ ኣዘኪርክና ገለ ንምንታይ እዚ ቢኮዝ ኣብ ውሽጥና ስለ ተመስሪቱ ዘሎ ሕጂ ንህና ከዓ ደይ ንፍትን ተለና እዞም ቆልኡት ከዓ ኣብ ዩጋንዳ ድዓብዩ ደለዉ ዩጋንዳውያን ኮይኖም ክዓብዮም ኣብ ኢንግላንድ ዝዓብዩ ደለዉ ኢንግላንድ ከምቲ ኣብ ደደ ዓብዮ ዓዲ ፋሕ ዝበሉ ቆልኡት ኢና ክነዕቢ ክንጥርንፎም ተኪእልና ከ መንነቶም ክነፍልጦም ተኪእልና ሱር መሰረት ክንገብረሎም ተኪእልና ከ ትክእሎ ነገር ስለ ዝኾነ ኣባካ ስለ ደሉ ኤክስትራ ክትከፍለሉ ዘለካ ገለ ነገራት ኣይኮነን ውጂ ከምኡ ተኮይኑ ከዓ ንውላድካስ መፃኢ ስትሮንግ ዝኾነ ሰብ እዩ ትገብሮ ዘለካ ጠንካራ ናብ ዘይጠፍእ ውላድ ኢካ ትገብር ዘለካ እጂ ብዛዕባ ሃገር ገለ ኣይ ጥራይ ኣይኮነን ከምቲ ንህና ዓድለና ኢልና ንሓስብ ሃገር ኣለና ኢልና ንሓስብ፣ መሰረትና ንፈልጥ፣ ካልቸርና ንፈልጥ፣ ህግና ንፈልጥ፣ ኩሉ ንፈልጥ፣ ንደቅና ከደይ ነፍልጡ? ፅባሕ ንጎ ከዓብዩ ከለዉ ኩሉ ግዜ እንዳፈለጡ ይዓብዩ። ኩሉ ግዜ ኣወ ኣብ ኢንግላንድ ኣለኹ እምበር ኣነ ኣነ እኮ ኤርትራዊ ክብል እዩ። ሶ ኢትስ እቲ ሓደ ስትሮንግ ነገር እዩ። ምፍላጡ ጥራይ ዘይኮነስ ብጣዕሚ ታሽሙ እዩ ድህቦም፣ ሓይሊ እዩ ድህቦም። ተቐልጥዙ ምምፃእ
ናይ ብሓቂ ቅሳን ሓፍቴ ከምዚ ከምዚ መኸማ ክትብልየ ዘለኹ ሲ ኣብ ኣብ ስራሕ ኣብ ስራሕ ዓለም እንድሕር ኣለኻ እሞ ከዓ ሓዊ ሓፍቲ ኣደ ኣቦ እንድሕር ደይብልካ ኣብ ስደት ዝኸበደት ቴሌፎን ኦኬ ኣብቲ ኣብ ዝድውል ደላ ይቕሬታ እዚ ከም ልክዕ ከምዚ ኣነ እውን ማዕረቲ ቋንቋይ ዝፈትዎን ተላ ኣቶ ታደሰ እውን ኩላህና ኣባላት ማህፀንሲ ካብ ምፅራይ ትግርኛ ሓሊፍናሲ ናብ ምስላታትን ሕግን ዳባን ከማን ክንፈልጥ በቂዕና ኣለና ሕጂ ወደይ ውን ናይ ብሓቂ ጽሩይ ትግርኛ ኣየብልን ብዙሕ ሰብ እዩ ዘብለኒ ዝኸሰኒ ንስኽሲ እዚ ኩሉ ማሕበ ሕብረተሰብ ከምዚ እንዳበልክሲ ትግርኛ ጥዑይ ገይሩ ይክእልን ግን ከምሲ ዝበልክዮ ክትዛረበሉ ኣለካ ሕጂ ሓወይ መጺኡ ምስኡሲ ፈቲኻ ይፈተወ ብቋንቋ እንግሊሽ ምስኡ ስለ ዘይረዳዳእ ጽቡቕን ሕማቕን ነቲ ትግርኛ የውጽኦ ኣሎ እቲ ከምቲ ምስላ ኩሉ ግዜ ዝብሎስ ንሓደ ቆልዓ ክተዕብሲ ኣቦን ኣደን ዘይኮነሲ እቲ ሕብረተሰብ ብምሉእ እዩ ዘዕብዮ ዝብል ኣሎ ምስላ ምስላ እሞ ናይ ብሓቂ እቲ እቲ ኣብ ገዛ ምዝራብ ብዝተኻእለና መጠን ብፍላይ ኣብ ስደት ዘለና መጀመርያ እንታይ ኢና ካብ ደቅና ኢና ነቲ ቋንቋ ናይቲ ሃገር ክንመልኮ ንደሊ ማለት እዩ ግን ጌጋ ኢና ንገብር ዘለና ናይ ብሓቂ ብዝተኻእለ መጠን ዋላ ኣብ ትምህርቲ እንታይ እዮም ዝብልኻ ቃንቆኦም ተዛርቦም መሃርዎም ምክንያቱ ኣብ ዓዶም እዮም ዘለዉ ንዕኦም ዓዶም እዮም ስለ ኣብቲ ዝወለድካዮም ሲ ዋላ እኳ ዓዶም እንተሃለዎ ሲ ኣብዚ ስለ ዝወሉ ነቲ ቋንቋ ምኽኣሎም ኣይተርፎም እዩ ፐርፌክት ኢሎም ምዝራቦም ኣይተርፎም እዩ ንስኻ ግን ውሕድ ሕብረተሰብ ኣቲኻ ስለ ዘለኻ ንስኻን ሰብኣይን ሰበይትን ድሕር ብቛንቆም ደይትዛረቦም ኮይካ ከመይ ገይሮም እዮሞ ክምእክሉ ኣብይ ከመይ ገይሮም እዮሞ ኣብቲ እምሮኦም ክመለ ማለት እዩ ሰው ፅባሕ ንግሆ ዓባዮም ድዪ ኣቦሓጎኦም ድዪ ኣኮኦም ድዪ ሓትነኦም ክመፅእ ከሎ እሞኦም ክትመፅእ ከላ ሲ ናይ ግድን እዮም ከውፅእዎ እሞ ናይ ብሓቂ እዛ ዝበልክያ እቲ በለስ ብቡሲ ንሃላይ ዓባይኣ ኣቦሓጎ ኣብ ገዝኣ ስለ ዘሎ ትዛረብ ጀሚራ ኣላ ንስኻ እውን ትተባባዕ ኢኻ ናይ ብሓቂ ክትዛረብ ከለካ ክሰምዑካ ከለዉ ከማን ክልቴኻ ብጣዕሚ እዮም ካልኣይ ኣብ ዝኾነ ነገር ኣብ ዘበሎ ከምዝበልክዮ እውን ምስ ኣዕርኽቶም ድዮም ምሳኻ ክዘራረቡ ከለዉ ዝኾነ ሚስጥራዊ ነገር ድዮም በቲ ቋንቋኦም ገይሮም እዮም ክሓትኻ ወይ ዝኾነ ነገር ከም ዝግበር ክብሉካ እዩ እቲ ቁርብ ድኽም ዘብለና ከም ሕብረተሰብ ካብ ካልኦት ክርኢ ከለኹ ንኣብነት ፓኪስታን ህንዲ ሶማሊ ኣብዚ ተወሊዶም ዝዓብዩ ኣይመስሉን እዮም እቶም እቶም ቆልዑ ኣብ ገዛ ግን እቶም ወለዲ ሞት ተኾነ ቋንቋ እንግሊሽ ኣየምልቑን እዮም በታ ቋንቋኦም እዮም ዝዛረቡ I've never heard ከምዚ ማማ ማሚ ዝብሉ ምሻለ በቲ ናቶም ቋንቋ ነዴታቶም ከማን ዝፅውዑ ኣይጥቀሙን እዮም እዚ ዳዲ ዝበሃል ነገር የለን ማሚ ዝበሃል ነገር ኢሚ በቲ ናቶም በቃ ንግርም እዩ ዝብለኒ ሰው ናይ ብሓቂ ቋንቋካ ዓብ ነገር እዩ ከምቲ ኣብ ዝፈትዋ ጥቕሲ ናይ ማንዴላ ዘላ ኣብ ናይ ማህፀን እንድሕር ርኢኽያ ኣለኹ ኮይንኪሲ እንታይ እያ ትብል እዚ ንወዲ ሰብ ብዝርድኦ ቋንቋ ምስ እትዛረቦ ናብ ኣእምሮኡ ይኣቱ ብቋንቁኡ ምስ እትዛረቦ ግን ናብ ልቡ ይኣትብል ኔልሰን ማንዴላ ናይ ብሓቂ ከምቲ እንተሓሪቕና ዲና እንድሕር ተሓጒስና ዲና በታ ቋንቋና ኢና ክንገልፅ ንፍትን ንደቅና ከዓ ቋንቋኦም በቲ ናትና ልሳን ጌርና እንድሕር ዳኣ ምሂርናዮምሲ ናይ ብሓቂ ትገብርዮ ዘለኺ ዓብ ዓብ ስራሕ እዩ ብዙሓት ወለዲ እየን ኮመንት ክፅሕፋ ዘለዋ ብጣዕ ብዙሕ ደቀም ከም ዝፈትዎ ሳምራዊት ሓፍትና ማይ ቢሩፉል ሌዲስ good job Katie your proud friend as usual uh, my kids enjoy watching ተለስ ብቡ ትብል ኣላ ስለዚ ናይ ብሓቂ እሱን ሓፍተይ ዓቢ ዓቢ ነገር ኢኺ ኣብዚ በጺሕክዮ ዘለኻ ካብዚ ንላዕሊ ከኣ ክትገብርልና ምዃንኪ ኢኺ ተርእይና ዘለኺ እሞ ዳርጋ መደብና እንዳ ወዳእና ሸሞንተ ደቂቃ እያ ተሪፋ ኣብ መወዳእታ ትብልዮ ሎባ እንድሕር ኣሎ ኮይኑ ናባኺ ወዳእና በቃ ኢልናይና ተዛሪብና እዚ ኣዕሊልናይና ኩሉ ሰላም እዩ ግን በቃ ከም ዝብለኪ ዘለኹ ሕጂ ናትና ናይ መደብ ዘሎ ናይ በለስ ብቡ ከም ድበርኮ ኣብዚ ሕጂ እዋን ናይ መፅሓፍቲ ኢና ንከይድ ዘለና መፅሓፍቲ ጥራይ ዘይኮነ ዋላ ናብ ትምህርቲ ከመይ ኢልና ቆልኡት ኩሎም ኣብ ቪድዮታት ኣብ ዩቱብ በበይኖም ሪኦሞ ደይኮነስ ከመይ ኢልና ኣብ ሓደ ከዓ ክንጥርንፎም ንኽእል ኣይሆብ በለስ ብቡ ከምኡ ዓይነት ፕላትፎርም ክትከውን ኩላህና ኣኪብና ኣብ ሓደ ዓይነት ሜሞሪ ክንፈጥረሉ ንኽእል ከምዚ ናይ ዩጋንዳ ጌርና ነበርና ፌስቲቫል ምስ ኣኳ ክንደይ ግዜ ንዛረበሉ ኢና ሎሚ ዓመት ሜበይ ዓመትና ትከውን ግን ኣብ ማንቸስተር ንገብረሉ ኣብ ኣሜሪካ ንገብረሉ ሕጂ እቶም ቆልኦስ ኣብ ገለ ትምህሮም ገ ኣይዶኑ ኣነ ኣብ ውሽጠይ ከምኡ ሓስብ ኣብ ኩሉስ ክንህቦም ንክእል ሓደ ነገር ተድከወን ከምዚ ልዕሊ ገንዘብ ልዕሊ መፃወቲ ልዕሊ ጫማ ክዳውንቲ ሲ ሜሞሪ ትፈጥረሉ እዩ ሰብ ዘብሎ ትፈጥረሉ ዝዝክሮ ተዘክሮታት እዩ ዝበለፀ ነገር ሕጂ ስጋዕ ሕጂ ኦልሞስት ካልኣይ ኣመታ ቀሪቡ በለስ ድቡ ፌስቲቫል ካብ ንገብራ ዘይዝክራ ኣብ ዩጋንዳ የለን ድኮነ ቦታ ተከይደ እዚኣ እኮ እታ ፌስቲቫል ዝከድኩማ እታ ገመል ዝነበራ እያ መኣስ እዩ ድኮነ ቆልኣይ ከምኡ ድብለካ ኣብ ከድካዮ ሕጂ ኣይ ቲንክ ከምኡ ዓይነት ክፍጠር ተድክእል እሞ እዚኣ ዌብሳይት ከፊትናያ ዘለና ከዓ ንሰብሲ ከምኡ ዓይነት ፕላትፎርም ክትኮነልና እቲ መፅሓፍ ሰብ ፅሒፉ መፅኡ ኣብኡ ሸጠሉ ክምህር ደልዩ ክምህር ደልየ ኢሉና ወይ ኮንተንት ሰሪሑ መፅኡ ኣብኡ የብል እቲኦም ደቅና ከዓ ብኡ ከዓ ኣብዚ ብምሳኹም ተጀሚርና ሕጂ ሰላም ኢልከም ክንብሎ ደለና ኣብ ማንቸስተር ተተከፊቱ ኣብ ማንችስተር መሃሩ ናይ በለስ ቡቡ ኣብ ኣሜሪካ መሃሩ ናይ በለስ ቡቡ ኣብ ድኮነ ኤኒዌር ዘሎ ኤርትራዊ እንዳተመሃሩ ሓደ ንኦኦምሲ ዝኣስር ዩኒክ ዩናይት ዝገብሮም ነጥቢ ተድኸውን ኢለ ይምናት እያ ናተይ ሓሳብ ከም ናተይ ህጂ ዘላ መፃኢ መደበይካ ሰ how to bring kids ብሓንሳብ together
ክኸውን እዩ ብዙሕ ሚን ኤረዲ ጌርኪ እንዲኺ ፌስቲቫል ናይ ቆ ኣብ ዩጋንዳ ጌርክዮ ኩሉ ሰብ እዩ ናይ ብሓቂ እታ ክገብራ ዝደልያ ብግብሪ እውን ኣፎቅ ቢ ሎማ ዓመት ዝመፅእ ዘሎ ዓመት ግን ናይ ብሓቂ ዓብ ነገር እዩ ዝኾነ ነገር ከዓ ከም ወለዲ እውን ኩላክናሲ ንደቅና ኢልናሲ ኣብ ዘይንኣትዎን ዘይንኸዶን የለን። ስለዚ ንደቅኻ ስጋዕ ዝእክብ፣ ንደቅኻ ዘርብሕ፣ ንደቅኻ ዘተኣኻኸብ ስላዕ ዝኾነ ናይ ብሓቂ ንሱ ኢኻ ጽባቄና ከም ሕብረተሰብ ማለት እዩ። ብሓደ ክንእከብ ከለና ንዕላማ ንደቅኻ ንክተዕብን ንክትምህርን ባህልኻን ደቅኻ ካብኡ ኮይኖም መቸም ካብ ንውላድካ ከምቲ ዝብልዎሲ ካብ ኣይፓድ ዶ ዝተፈላለየ ዓይነት ማቴርያል ነገር ካብ ምሃብ ድዩ ሞይሞሪ ዝዝክርዎ ነገር ክትገብር ከለኻ ምስኦም ክትሕልፍ ከለኻ ኣይርስዑን እዩ ምክንያቱ ኩሉ ግዜ ሕጂስ ፌስቲቫል ናይ ኤርትራ ዝነበረ ኣይንርስዖን ኢና ኣይኮነን ድዩ
እንስዕስዖ
እዚ ዕስራ ሰነ ኮይኑ ክንጉዕዞ ድተጋዕዙ መቸም ብንእሽቶ ሃሆ ድገበርካ ኣነ ሎሚ ሕጂ ቅድሚ ሰዓትን ገለን ዝገበርኩ ኣይዝክሮን እየ ኣይኮነን ብቆልዓኻ ዝገበርካዮ ነገር ግን ኣይትርስዑን እያ ስለዚ ናይ ብሓቂ ከም ዓብ ዕላማ ሒዝና ንደቅና ፅቡቅ ፅቡቅ ነገር ክንመልኦም ከለና ብዛዕባ ንሕና ሕብረተሰብ ብዛዕና ባህልና ብዛዕባ ቋንቋና ቋንቋና ካብ ምሻሎ ናይ ኣሽሓት ዓመት ምሻሎ ናይ ኣሽሓት ዓመት ዝነበረን ዘሎን ምዃኑ ከም ሕብረተሰብ ብቋንቋና ሕግታትና ንፅሕፍሲ ንሕና ኢና ምሻሎ ብዙሓት ብላቲን ነው ብናይ ቋንቋ ኢንግሊሽ ኣልፋቤት እዮም ዝፅሕፉ ንሕና ግን ብናትና ኣልፋቤት እንፅሕፍ ሕብረተሰብ ምኳንና ኩርዓት ክስምዖም እሞ ቴንኪዩ ክቡራት ተዓዘብትና መደብና ኣብዚ ክንውድእ ኢና ናይ በለስ ብቦኔት ኣብ ኮመንት ሴክሽን የእቲናልኩም ኣለና ንዝኾነ ናይ ብፕራይቬት ትረኽቡዋ ንትደልዩ እውን እንድሕር ደኣ መሰጅ ብዋትሳፕ ብመሰንጀር እንድሕር ሰድኩምልና ከዓ ቴሌፎን ናይ ሳነት ክንህበኩም ኢና ጽን ኢልኩም ካብ ዝጅምር ክሳብ መወዳእታ ምሳና ዝጸናሕኩም ኩሉኹም ኣብ ኮመንት ሰክሽን ንሪኦ ኣለና ልቢ ልቢ ን ሎም ምሸት እሞ ብልቢ ኢና ነመስግነኩም ዘሎ ሓሙስ ብካልእ ስጋዕ ንራኸብ ብሩኽ ቅነ የቐንየልና።